ሰላም ንዓኹም ይኹን ለማዓንቲ ናይ መድረከ ኣድማስ ቀሸ ሓውኩም ዳዊት ካሕሳይ ምሳኹም ዘለኹ ሰናይ ጻኒሕ። ይኹነልና። ኦኬ ጀሚርካ እኮ ባህልን ስነጥበብ ምሳኻ ዝፍጠር ነገር እንድዩ ግን ካብ ሓተትካኒ ክልተ ሽሕን ኣርባዕተን ሓሙሽተን ኣከባቢ ካብ ኣስመራ ናብ ደቀምሓረ ምስ ከየድኩ ኣብኡ ምስ እቶም ሃማማተይ ገለ ነጥፍ ነይረ። ደሓር ንስደት ወጼ። ኣብ ስደት ምስ ወጸኹ ከኣ ኣብ ከተማ እስተኮሎም ነይሮም ስነጥበባውያን ምስኦም ፒያኖ ባህር ግርማ ኣደርፍ ጀሚረ። ደሓር ናተይ ስራሕ ክሰርሕ ጀሚረ ማለት እዩ። ንዳዊት ክገልጾ ዳዊት ፖዘቲቭ ዝኾነ ሰብ እዩ። ተጻዋታይ፣ ተዋዛያይ፣ ሓራቒ ሓደ ሓደ ግዜ ግን ተመላሳይ ከምኡ ኢላ ገልጾ ወሪዱ እናሸገሮ እንታይ ፍሉይ ኣለኒ ካብ ሰበይ ግን ከም ዝበልካዮ ጽቡቅ ክዳን ምህዳን ዲዛይን ሓድሽ ናትካ ምፍጣር ፈትየ ስለ ዝገለጽካኒ ግን የመስግነካ ብጣዕሚ ዝፈትዎ ሕብሪ ክዳን ጸሊም ቀይሕ ስለ ዝኾንኩ ከጉልሐኒ ኢለ ይመስለኒ ጻዕዳ ከኣ ፈትየ መብዛሕትኡ ግን ጸሊም ደስ ይብለኒ። ሓፋር እኮ ኣይኮንኩን ከማይ ኮንፊደንስ ዘሎ ሰብ ከማን የለን ኮንፊደንስ ኣለን ሰብ ግን ብጣዕሚ ስለ ዘኽብር ሓፋር እየ ዝመስል ብዙሕ ግዜ ሰብ ከይቀረበኒ ከምዚ በጣም እንታይ እዩ ገለ ትገጹ ጸዋ ገለ ብሊ ምስ ቀረበኒ ግን ሞር ይፈትወኒ ማለት እዩ ብኾም ኢኻ ሰሚዕኻ ትኸውን ሓሳብ እኮ ኣነ እንድየ ኣመንጭወያ ካባያ ጀሚራ ሽዑ ንውቅያኖስ ጉዕሽ ደዊለ ምስ ኣማኸርክዎ ኣጋጣሚ ውቅያኖስ ጉዕሽ ከኣ ምሳይ እያ እዛ እዛ ሓሳብ ከምኣ ትመሳሰል እስከ ክትርእያ ክሰደልካ ኢሉኒ ንግሆ ሰንበት ነጊረዮ ድሕሪ ሰዓት ክልተ ገለ ድሕሪ ቀትሪ ሰዲዱለይ ፈትየያ ኣነ ከኣ ኣጋጣሚ ኣዳሊዋ ጸኒሑ ከኣ እቲ ሓሳበይ ሓሳቡስ ተጋጢሙ ቁሩብ ጥራሕ ምምዕራይ ግበረላ ኢለዮ ብከምኣ ተመዓራርያ ግጥሚ እንተሰሪሓ ሽዕኡ ዜማ መን ይግበረላ ኢልና ናብ ኣስመሉ ተኽሉ ሰዲድናያ ኣስመሉ ተኽሉ ከኣ ዜማ ጌሩላ ማለት እዩ። ዝፈትዎ መግቢ ዓሳ ፈቱ ማለት እዩ ፕሮቲን ስለ ዘለዎ ሩካ ሓጺን ገለ የልዕል ነይረ እንዴ ዝደሮ ዓሳ ስጋ ፈትው ዓሳ ግን ሞር ኣዲስ መምፅኤ ብስራሕ እዩ መፅኤ ብስራሕ መፅኤ ዝኾነ ኣብዚ ሬስቶራንት ባር ከፊት ኣለኹ ንዕኡ ክሰርሕ እየ መፅኤ ካልእ ስራሕ ኣለኒ ካብ ሶኒ ሳብ ዓርቢ ይሰርሕ እየ ቀዳምን ሰንበትን እዩ ቀዳምን ሰንበትን ከኣ ስቱድዮ ትኸይድ እንደገና ኮንሰርቶ ክህሉ ይኽእል ኮንሰርቶ ትኸይድ ከምኡታት ከቢድ እዩ ኣብ ኤሮፓ ሓቂ ዘረባ ኣብ በዓል ሽዊድን ገለ ዄንካ ስነ ጥበብ ከተካይድ ብጣዕሚ እዩ ከቢድ ካልእ ስራሕ ተወሳኺ ተለካ ግን በቃ ናተይ ኢልካ ተሒዝካዮ ፍቕሪ እዩ ናይቲ ስነ ጥበብ ተለካ ግድን ኢኻ ክትገብሮ ዘለካ ብኸምኡ እዩ እምበር ብጣዕሚ ከቢድ እዩ። ሕቶ ዘይብላ ዮሃንስ ትካቦ ወዲ ትካቦ እዩ ዋላ ንደርፊ ክፈቱ ዝገበረንስ ዮሃንስ ትካቦ እዩ ብናቱ በቃ ናቱ ብናቱ ተመሲጠ እየ ኣብ ታሽሙ ክደርፍ ክይገዝለ ዝባሃኩዎ ብጣዕሚ እዩ ዝፈትዎ ከባድ ሕቶ ግድን በስመኣም ምስ ኣደይ እታ ዘይትድገም ኣደ ደስ ዘብለኒ ሙዚቃ እዩ በቃ ሙዚቃ ስፖርት መዝሙር እዘን ሰለስተ እየን ሞር ግን ሙዚቃ ብፍሉይ ትማሊ ከማን ኣሌክስ ካሕሳይ እዚ ናይ ቀደም ደራፋይ ሓቲትኒ ነይሩ እዛ ሕቶ ዝፈትዎ ዓይነት ቅዲ ቢት ሬግያ ትኸውን ኣፍሪካን ቢት ወይ ከዓ ብጣዕሚ ዝፈትዎ ማለት እዩ ዋላ ካብ ንእሽተይሲ እንግሊሽ ደርፊ እያ ሰማዑኪ ብዓብይ ክፈቱ መዓት እየ ነይረ እንግሊሽ ደርፊ ብከምኡ ዝፈትዎ ማለት እዩ ካብ ዝውለድ ከም ዝበልኩካ ስነጥበብ ምሳካ እዩ ዝፍጠር ካብ ንእሽተካ ሳዕስዒት ዳሳዕሳዕካ ትዓቢ ኣብ ገዛ እንዳደረፍካ ገለ ስለዝኮንካ ከም ዓመተይ ወዲ ክንድዚ ኮይነ ጀሚረ ገለ ክትብል ኣይትክእልና ብንእሽተኻ ትፈቱ ዘይርካ ትደርፍ ኩሉ ሰብ ስነ ናቱ ተውህቦ ኣለዎ ሕጂ ካብ ብንእሽተኻስ ይፍለጥ እዩ እንታይ ኢኻ ክትከውንሲ ይርደኣካ እዩ ስደት ደኣ ሓገዘና እንበር ኣፍዓባ ዓድኻ እዩ ስነ ጥበብሲ ኣብ ዓድኻ እዩ ክስራሕ ዝኽእል ኣብ ስደት ወጺኻ ክትሰርሖ ኣይትኽእልን ኢኻ ዋላ ከም ደስ ዝበለካ ኣይትሰርሖን ኢኻ ቮካል ጥራሕ ኢኻ ትሰደሎም ስቱድዮ ባዕሎም ኣብ ኢትዮጵያ ወይ ኣብ ኤርትራ እዮም ዝውድእዎ ክሳብ ሕጂስ ዓጊበ ኣይፈልጥን እዩ ሕጂ ዝሰርሖ ስራሓት ግን ኣሎ ኣብዚ መጺ ብጣዕሚ ጽቡቕ ስራሕ ትሰርሕ ከም ዝበልኩኻ ግን ምሳኻ እዩ ዝፍጠር ስነጥበብ ሸሞንተ ደርፊ ሰሪሐ ኣለኹ ምስላ የብለይን ኣብዚ ግዜ እዚ ግዜ ወላ ሓንቲ የብለይን ጸጸኒሐ ግን ሓንቲ ገለ ሕጂ ሪከርድ ዝሰራሕናያ ኣላ ምስ ጊሎ ካሳ ንዓ ኢና ነሳልጣ ዘለና ኣፍሪካን ቢት የብለይን ወልፈ ሳብ ሕጂ የብለይን ናይ ቡን ወልፊ ኣለኒ ግን ኣይገድፎን ሕልምታተይ ሕልምታተይ ዳ በቃ ንዓለም ዘፍልጥ ንሃገርካ ዘፍልጥ ደርፊ ምስራሕ ንትግርኛ ሙዚቃ ኣብ ምዕባይ ንሱ ክሰርሕ ሕልሚ ኣለኒ ምክንያቱስ ሕጂ ኣብዚ ዌስት ኣፍሪቃ ገለ ብጣዕሚ እዮም ተወንጪፎም ዘለዉ ንሕና ብጣዕሚ ድሒርና ኣለና ሕጂ ሕጂ ከማን ንሕሹ እዚኦም መናእሽቱ ዝመጹ ዘለዉ ሓድሽ ቅዲ ዝሰርሑ ኣለዉ ኣብ ኢትዮጵያ ሞር እምበር ኣብዚ ኢስት ኣፍሪቃስ ድሒርና ኢና ዘለና ሕጂ ከምታት ገለ መደብ ክህሉ ከውን እዩ ሕጂ ኣፍሪቃ ምሰሪሕና ኣለና ዝበልኩካ ንከም ልላይ እዩ። ሰማይ ምድሪ ናይ ቀደም ቀደም እዩ ማለት ሲ ብጣዕሚ እዮም ዝፅዕርሉ ነይሮም ኣብ ሲሶምሉ እዮም ረሃፁ ኣብዚ ሕጂ እኮ በቃ ግጥሚ ኣይግደሱን እዮም ዘለዉ ሓቂ ዘረባ ኩላቶም ሲ ወላ ሃባይ ጀሚርካስ ኣብ ግጥሚስ ኣነ ዶ ሓይሽ ግን ኣብ ዜማ ኢና ሞር ንጸቅጥ ዘለና ግጥምስ ግድን እዩ መልእክቲ ደርፍሲ ንሓደ ሕብረተሰብ ክቅይር ዝክእል ነገር እዩ ኣብ ሓሙሽተ ደቂቅሲ ንሓደ ሕብረተሰብ ክትቅይር ትክእል ኢካ ሕጂ ደርፊስ ብጣዕሚ ዓቢ መልእክቲ ዘለዎ ነገራት እዩ እምበር ንሕጂ ዝስራሕ ዘሎ ደርፊ ሓቂ ዘረባ ጽቡቅ ኣሎ እንድዩ ግን ከምቲ ናይ ቀደምሲ ከተወዳድሮ ኣይትክእልን ኢካ ይጸዓረሉ ነይሩ እዩ ቀደም እንኴ ዘሕልፎ መልእኽቲ ተሎ ሰላምን ፍቕርን ይግበረልና ኣብዚ ዞባና ተኸሲቱ ዘሎ ኲናት ሰላም ክኸውን ኩላትና ናብ እግዚኣብሔር ክንጽሊ ንህዝቢ ኤረትራ ንህዝቢ ትግራይን ከዓ ሰላም ክገብረሉ እግዚኣብሔር ክንልምን ይምህጸነኩም በብዘለናዮ ሰሰናዩ